ሰላም ክቡራት ተኸታተልቲ ዳስና ኤክስትራ ንሎሚ ዓሰርተ ሰለስተ ሚያዝያ ክልተ ሽሕን ዒስራን ሰለስተን ኣብ ዝተዳለወ ዜናታት ኣብ ክልል ኣምሓራ ተላዒሉ ብዘሎ ኩነታት ሰባት ተቐቲሎም ምህላዎም ምግላፁ ካብ ክልተ ሽሕን ዓሰርተ ኣርባዕተን ንደሓር ናብ ሆላንድ ዝኣተዋ ኤርትራውያን ሓተቲ ዑቕባ ዝምልከት ዝወፀ ሓድሽ ፀብፃብ ካብን ናብን ኣስመራ ጁባ ቀትታዊ ናይ መጓዓዝያ በረራታት ንምዕባይ መፅናዕቲ ይካየድ ምህላዉ ምግላፁ ኣብ ሱዳን ኣብ መንጎ ሰራዊት እታ ሃገርን ብጀነራል ሕሜቲ ዝምርሑ ሓይልታት ቅልጡፍ ደገፍ ዘፋጠጠ ሓደገኛ ኩነታት ተፈጢሩ ምህላዉን ኣሜርካ ንዋና ጸሓፊ ውድብ ሕቡራት ሃገራት ኣንቶንዮ ጉቴረዝ ክትስልዮ ምጽንሓ ሊሒኹ ዝወጸ ሰነዳት ምቅልዑን ካልእን ዘጠቓለለ ክኸውን እዩ ኣብዛ ቻነል ድማ ናይ ወትሪ ተኻታተልቲ ንምዃን ሳብስክራይብ ክትገብሩን ነታ ናይ ደወል ምልክት ክትጥውቑን ብኽብሪ ይዕድመኩም። መንግስቲ ፈደራል ኢትዮጵያ ፍሉይ ሓይሊ ክልላት ክፈርሱ ድሕሪ ምውሳኑ ኣብ ክልል ኣምሓራ ኣብ ዝተፈላለየ ከባቢታት ብዝተልዓለ ተቓውሞታት ኣካላት ጸጥታ ብዝወስደዎ ስጉምትን መንነቶም ዘይተፈልጡ ውልቀ ሰባት

ፃውዒት ብምቕራብ መንግስቲ ንፈፀምቲ መጥቃዕቲ ኣድላይ መርመራ ኣካይዱ ተሓታትነት ከረጋግፅ ሓቲቱ ኣሎ። ኮሚሽን ሰብኣዊ መሰላት ኢትዮጵያ ክንደይ ሰባት ከም ዝሞቱ እኳ እንተዘይገለፀ፣ ካቶሊካዊ ትካል ሰብኣዊ ረድኤት ብሰንበት ክልተ ካብ ሰራሕተኛታቱ ኣብ ክልል ኣምሓራ ኣብ ከባቢ ቆቦ ከም ዝተቐትሉ ምግላፁ ይዝከር። ከምኡ'ውን ቢቢሲ ኣብ ደብረብርሃን ብዘጋጠመ ግጭት ክልተ ሰባት ከም ዝሞቱ ካብ ነበርቲ እታ ከተማ ከረጋግፅ ክኢሉ እዩ። በቲ ዝነበረ ምልውዋጥ ተኹሲ ኣብታ ከተማ ኣብ ዝርከብ መዓስከር ተፈናቐልቲ ተዓቚቦም ዝነበሩ ክልተ ሰባት ከም ዝተቐትሉን ሓንቲ ሰበይቲ ብጢት ከም ዝተሃርመትን ሓደ ነባሪ እታ ከተማ ሓቢሩ። ኣብ ከተማ ቆቦ ኣብ መንጎ ሓይልታት ኣምሓራን ሰራዊት ፈደራልን ግጭት ድሕሪ ምልዓሉ ብዝሰዓበ ምልውዋጥ ተኹሲ ህይወት ሰባት ከም ዝሓለፈ ነበርቲ እታ ከተማ ገሊጾም እዮም። ካብ ክልተ ነበርቲ ቆቦ ዝተረኽበ ሓበሬታ ከም ዘረጋግጾ፣ እቶም ነበርቲ፣ ሰለስተ ኣባላት ፋኖ ከም ዝተቐተሉ ምስምዖም ክገልጹ እንከለዉ፣ ካብ ዝምልከቶም ሰባት ተወሳኺ ሓበሬታ ክርከብ ግና ኣይተኽኣለን። ሰራዊት ምክልኻል፣ ኣብ ጥቓ ርእሰ ከተማ ክልል ኣምሓራ ኣብ እትርከብ ማረዊ ኣብ እትበሃል ከተማ ብዝወሰዶ ዘይተመጣጣኒ ስጉምቲ፣ ብውሕዱ ክልተ ሰለማውያን ሰባት ተቐቲሎም ክብል ማሕበር ኣምሓሩ ኣብ ሰሜን ኣሜሪካ ኣፍሊጡ'ዩ። ብዛዕባ'ዚ ካብ መንግስቲ ይኹን ካብ ሰራዊት ፈደራል ዝተውሃበ ሓበሬታ የለን።

ነበርቲ ኣብ መዓልታዊ ናብርኦም ዕንቅፋታት የጋጥሙ ምህላዎም ገሊጹ'ሎ። CBS ተባሂሉ ዝፍለጥ ማእከላይ ቤት ጽሕፈት ስታስቲክስ ሃገረ ሆላንድ፣ ቁጽሪ ናይቶም መንበሪ ፍቓድ ዘለዎም ናብ ክፍሊት ዘለዎ ስራሕ ዝዋፈሩ ስደተኛታት ምስ ናይ ዝሓለፈ ዓመታት ክነጻጸር እንከሎ ኣብ ዓመተ ክልተ ሽሕን ዒስራን ክልተን ልዑል ወሰኽ ከም ዘርኣየ ብምግላጽ፣ ኤርትራውያን ድማ ካብ ኩሎም ስደተኛታት እቶም ዝበዝሑ ናብ ዝኽፈል ስራሕ ዝዋፈሩ ስደተኛታት ምዃኖም ገሊጹ። እቲ ቤት ጽሕፈት ዓመታዊ ንኩነታት ናይቶም ካብ ክልተ ሽሕን ዓሰርተ ኣርባዕተን ጀሚሮም ናብ ሃገረ ሆላንድ ዝመጹ ሓተቲ ዑቕባ ኣመልኪቱ ዝተፈላለየ ጸብጻባት ዝዝርግሕ ኮይኑ ኣብቲ ሕጂ ንዓመተ ክልተ ሽሕን ዕስራን ክልተን ዝምልከት ዘርጊሕዎ ዘሎ ሓድስ ጸብጻብ ካብቶም ድሕሪ ዓመተ ክልተ ሽሕን ዓሰርተ ኣርባዕተን ናብ ሃገረ ሆላንድ ዝመጹን መንበሪ ፍቓድ ዝተዋህቡን ኤርትራውያን ሓተቲ ዑቕባ እቶም ስሳ ሚእታዊት ካብ ናይ መንግስቲ ሓገዛት ወጺኦም ኣብ ዝኽፈል ስራሕ ተዋፊሮም ከምዘለዉ ገሊጹ። እዚ ከኣ ምስ ካብ ካልኦት ሃገራት ዝመጹ ሓተቲ ዑቕባ ከናጻጸር እንከሎ እቲ ዝለዓለ ምዃኑ ድሕሪ ምግላጽ፣ ኣፍጋኒስታናውያን ንኤርትራውያን ተኸቲሎም ዝበዝሑ ብቕልጡፍ ናብ ስራሕ ዝተዋፈሩ ሓተቲ ዑቕባ ምዃኖም'ውን ጽሒፉ ኣሎ። ኣብቲ ጸብጻብ ካብ ክልተ ሽሕን ዓሰርተ ኣርባዕተን ከሳብ ክልተ ሽሕን ዒስራን ክልተን ናብ ሃገር ሆላንድ ኣስታት ክልተ ሚእትን ሰማንያን ሓሙሽተን ሓተቲ ዑቕባ ኣብታ ሃገር ዑቕባ ከምዝሓተቱ ካብዚኦም እቶም ዝበዝሑ ካብ ሶርያን ኤርትራን ዝመጹ ከም ዝኾነ ክገልጽ እንከሎ፣ ካልኦት ድማ ካብ ዒራቕ፣ ኣፍጋኒስታን፣ ቱርክን የመንን ዝመጹ እዮም ኢሉ። ካብዞም ክልተ ሚእትን ሰማንያን ሓሙሽተን ሽሕ ዝበጽሑ ሓተትቲ ዑቕባ፣ እቶም ክልተ ሚእትን ዓሰርተ ሓሙሽተን ሽሕ መንበሪ ፍቓድ ክወሃቦም እንከሎ፣ ልዕሊ ሓምሳ ሚእታዊት ካብ ሃገረ ሶርያ ክመጹ እንከለዉ፣ ዓሰርተ ሽዱሽተ ሚእታዊት ድማ ካብ ኤርትራ ዝመጹ ምዃኖም ሓቢሩ። ኣብቲ ጸብጻብ ብተወሳኺ፣ ኣብ ዝሓለፉ ኣርባዕተ ዓመታት፣ ካብዘን ሃገራት ዝመጹ ሓተቲ ዑቕባ ብዝሖም እንዳነከየ ከምዝመጸን ናብ ዝኽፈል ስራሕ ዝዋፈሩ ሓተቲ ዑቕባ ድማ ብዝሖም እንዳበዝሐ ከምዝመጸ ገሊጹ'ሎ። ብሓፈሻ ከኣ ድሕሪ ክልተ ሽሕን ዓሰርተ ኣርባዕተን ናብ ሃገረ ሆላንድ ካብ ዝመጹ ኤርትራውያን እቶም ሱሳ ሚእታዊት ኣብ ዝኽፈል ስራሕ ተዋፊሮም ከምዘለዉ ክግለጽ እንከሎ ካብ ኣፍጋኒስታናውያን ድማ እቶም ኣርብዓን ኣርባዕተን ሚእታዊት ናብ ዝኽፈል ስራሕ ተዋፊሮም ከምዘለዉ'ዩ ተገሊጹ። ካብን ናብን ኣስመራን ጁባን ቀጥታዊ ናይ መጓዓዝያ በረራታት ንምዕባይ ተወሳኺ መጽናዕቲ ይካየድ ከምዘሎ ተሓቢሩ። ኤርትራን ደቡብ ሱዳንን ኣብ መንጎ ክልቲኣን ከተማታት ስሩዕን ቀጥታውን ናይ መጓዓዝያ በረራታት ክህሉ ኣብ ዝሓለፈ ዓመት ኣብ ምርድዳእ በጺሐን እኳ እንተነበራ ከምቲ ዝተወጠነ ከምዘይሰጎመ'ዩ ዝግለጽ። መርበብ ኣቬሽን ብዘቕረቦ ጸብጻብ መሰረት ብናይ ብሕቲ ኩባንያ ዝውነን ጎልደን ዊንግስ ዝተሰምየ መንገዲ ኣየር ኣብ ሰሙን ሓደ እዋን ካብን ናብን ጁባ ኣስመራ በረራ የካይድ ኣሎ ኢሉ። እንተኾነ እቲ መንገዲ ኣየር ስርዑን ጽፉፍን ኣገልግሎት ይህብ ከም ዘሎ'ዩ ዝጥቀስ። ኤርትራን ደቡብ ሱዳንን ነፍሲ ወከፈን ገያሾ ከተኣናግድ ዝኽእል ሓደ ኣህጉራዊ መዓርፎ ነፈርቲ ጥራይ ከም ዘለወን ይፍለጥ። መዓርፎ ነፈርታት ኣስመራን ጁባን ብዝሒ ኣህጉራዊ በረራታት ዘየተኣናገድ እኳ እንተኾነ፣ ምስቲ ብዝሒ ኤርትራውያን ነጋዶን ኣውፈርትን ካብን ናብን ዝገብሮ ምምልላስ ግና ንኽልቲኣን ሃገራት ቀጥታዊ ምትእስሳር ኣቪየሽን ከገድሰን ከም ዝኽእል እቲ መርበብ ኣሚቱ። ሰራዊት ሱዳን ኣብ ውሽጢ ርእሰ ከተማ ካርቱምን ኣብ ሰሜናዊ ዞባ እትርከብ ከተማ መርዕውን ብዘይ ፍቓድ እቲ ሰራዊት እቶም ብጀነራል ሕምየቲ ዝምርሑ ሓይልታት ቅልጡፍ ደገፍ ክኣትዉ ብምጅማሮም ቅልጡፍ መጠንቀቕታ ኣውጺኡ። እዚ ብጽኑዕ ቃላት ዝተሰነየ መጠንቀቕታ ኣብ ዝሓለፈ ሒደት መዓልታት ኣብ ርእሰ ከተማ ሱዳን ካርቱም ከምኡ ድማ ካብታ ርእሰ ከተማ ንሰሜን ክልተ ሚእትን ዓሰርተን ኪሎ ሜተር ርሒቓ ኣብ እትርከብ ከተማ መርዊ እቶም ብጀነራል ሕምየቲ ዝምርሑ ሰራዊት ቅልጡፍ ደገፍ ዝበሃሉ ሓይልታት ክኣትዉ ድሕሪ ምጅማሮም እዩ ወጺኡ ዘሎ።

እቶም ብሕሜቲ ዝምርሑ ሰራዊት ግና ካብቲ ከባቢ ምውጻእ ከምዝኣበዩ እዩ ተሓቢሩ ዘሎ። ድሕሪዚ እቶም ብሕሜቲ ዝምርሑ ሓይልታት ቅልጡፍ ደገፍ ኣብ ዘውጽእዎ መግለጺ፣ ናብተን ከተማታት ምውፋሮም ኣካል ናይቲ ዘይሕጋዊ ምስግጋር ደቂ ሰባት፣ ዘይሕጋዊ ምስግጋር ዕጸፋርስን ንምምካት ዝገብርዎ ዘለዉ ተኽእሎ ምዃኑ ብምግላጽ፣ ኣብቲ ቦታ ምህላዎም ሕጋዊ ምዃኑ እዮም ተዛሪቦም። ከም ግብሪ መልሲ፣ ወሃቢ ቃል ሰራዊት ሱዳን ነቢል ዓብደላ፣ ሓይልታት ቅልጡፍ ደገፍ ወይ ድማ እቶም ብሕሜቲ ዝምርሑ ሓይልታት ብዘይ ፍቓድ ናይ ሰራዊት ናብቲ ቦታ ከምዝተዋፈሩ ብምግላጽ፣ እዚ ድማ ንሃገራዊ ድሕነት ኣብ ሓደጋ ዘእቱ እዩ ብምባል እቶም ሰራዊት ካብቲ ከባቢ ክወጹ ጻውዒት ኣቕሪቡ ኣሎ። ሰራዊት ሱዳን ኣብ መግለጺኡ ብተወሳኺ ዝኾነ ግጭት ከይፍጠር ነቲ ጉዳይ ብሰለማዊ መንገዲ ክፍታሕ ጻዕርታት የካይድ ከምዘሎ ኣፍሊጡ። ኣሜሪካ፣ ዋና ጸሓፊ ውድብ ሕቡራት ሃገራት ኣንቶንዮ ጉቴረዝ፣ ንረብሓታት ሩስያ ከቐድም ድሌት ኣለዎ ኢላ ከም እትኣምን ኣብቲ ኣዛራቢ ዝኾነ ልሒኹ ዝወጸ ሰነዳት ፔንታጎን ተቓሊዑ። ኣብቲ ዝወጸ ሰነዳት፣ ኣሜሪካ ንኣንቶንዮ ጉቴረዝ ብሕቡእ ክትከታተሎ ከም ዝጸንሐት እውን ተጠቒሱ ኣሎ። ኣብቲ ዝተቓልዐ ምስጢራዊ ሰነዳት፣ ኣሜሪካ ንርክባት ጉቴሬዝን ምክትሉን ብስቱር ክትከታተሎ ከም ዝጸንሐት ተቓሊዑ። ኣብቲ ካብ ኣሜሪካ ብመን ከም ዝኾነ ዘይተፈለጠ ዝለሓኾ ሰነዳት፣ ኣንቶንዮ ጉቴረዝ ብዛዕባ ኲናት ዩክሬንን ሓያሎ መራሕቲ ኣፍሪቃን ዘለዎ ኣረኣእያ፣ ኣሜሪካ በጺሐዮ ዝበለቶ ገምጋምን ተሰኒዱ ይርከብ። ኣብ ሓደ ሰነድ ብዛዕባ'ቲ ብመንጎኘት ውድብ ሕቡራት ሃገራትን ቱርክን ኣብ ሓምለ ዓለምለኻዊ ቅልውላው መግቢ ንምፍታሕ ሰነድ እኽሊ ጸሊም ባሕሪ ኣብ ትሕቲ ዝብል ሰነድ ዝተበጽሐ ስምምዕ ኣመልኪቱ ተጠቒሱ ኣሎ። ኣብ ትሕቲ እዚ ሰነድ፣ ኣንቶንዮ ጉቴረዝ ነቲ ስምምዕ ዝደፍኣሉ ቀንዲ ምኽንያት ንረብሓታት ሩስያ ንምሕላው ዓሊሙ ከምዝኾነ ተጠቒሱ ይርከብ። ቀንዲ ኣተኩሮ ጉቴረዝ፣ ሩስያ ዘለዋ ዓቕሚ ሰደድ ንምምዕባል ዝዓለመ'ዩ ድሕሪ ምባል፣ ብተወሳኺ ነታ ዝተኣገዘት ሩስያን ውልቀሰባትን ናጻ ንምውጻእ'ዩ ይብል። ኣብቲ ዝወጸ ምስጢራዊ ሰነዳት፣ ኣንቶንዮ ጉቴረዝ ኣብ ለካቲት ዝወሰዶ ተበግሶ፣ ነቲ ሩስያ ኣብ ልዕሊ ዩክሬን ብዝወሰደቶ ስጉምቲ ተሓታቲት ንምግባር ዝግበር ዝነበረ ሰፊሕ ጻዕሪ ዘነኣኣሰ'ዩ ይብል። ገለ ዓለምለኻውያን ድብሎመሰኛታት ኣብ ልዕሊ ሞስኮ ልሕሉሕ ዝኾነ ኣካይዳ ይኽተሉ ምንባሮም ንገለ ሰብመዚ ውድብ ሕቡራት ሃገራት የሐጉሶም ምንባሩ'ውን ኣብቲ ካብ ኣሜሪካ ልሒኹ ዝወጸ ሰነድ ተጠቒሱ ኣሎ። ሓደ ላዕለዋይ በዓል መዚ ውድብ ሕቡራት ሃገራት ብዛዕባ'ቲ ልሒኹ ወጺኡ ዝተብሃለ ሰነዳት ክዛረብ ከምዘይደሊ እኳ እንተተገለጸ ውድብ ሕቡራት ሃገራት ቀንዲ ኣተኩሮና ኣብተን ብሰንኪ'ቲ ኲናት ብሕጽረት እኽሊ ዝሳቐያ ዝነበራ ድኻታት ሃገራት ዓለም'ዩ ኢሉ ነይሩ'ዩ። እቲ ላዕለዋይ ሓላፊ፣ እዚ ማለት ዋጋ መግቢ ናብ ዝተሓተ ምውራድን ነተን ዶኽዒ ዝደልያ ሃገራት ከምዝበጽሐን ምግባርን'ዩ ክብል ወሲኹ ገሊጹ። ሩስያ ኣብ ግዜኡ ናይ እኽልን ድኹዒን ሰደዳታ ብሰንኪ ኣብ ልዕሊኣ ዝተነብረ እገዳ ብኸቢድ ከምዝተጸልወ ብተደጋጋሚ ትጠርዕ ነይራ'ያ። ንሕጂ ዝተዳለወ ዜናታት እዚ'ዩ ነይሩ፣ ብካልእ ክሳብ ንራኸብ!